ደላይየይ ንዓይ ቡዙሕ። ዕለት ትሽዓተ ወርሒ ሸሞንተ ክልተ ሽሕ ዓመተ ምህረት ብጨርቂ ተጠቅሊለ ተደርብየ ተረኪበ እትብል ዘላ እዛ ትሪእዋ ዘለኹም ሓፍትና። ሰላም ከመይ ትኾኑ ጋይስ ክኣ ፊሊ ሎምዓንቲ ካብ ዝተፈለየ ትሕዝቶ ተመሊስና ኣለና ሳብ መወዳእታ ምሳይ ፅንሑ ዓደይ ሽሑር ኬንኩም ሳብስክራይብ ብምግባር ከምኡ ውን ላይክ ብምግባር ነዛ ቪድዮ ጀምርዋ let's go። Chip chip o kafiri. ኣምላኽ እዩ ጥበብ ዝህበኒ። ኣነ ከኣ ተመሪዔ ሓያም ኮይነ ኣብቲ ቀዳማይ ተመሪዕኺ ጉባኤ ነርኪ ዲኺ? ተመሪዔ እኮ ኣኣ ብቀዳማይ ግን ኣይገለጽክልናን። እዋይ ሶሪ ሸፈ ሽፍ ኣቢል
ሶሪ ወዳ ኬፍ ኣለኻ? ናያ ኮነልኪ ኮንክን ኮነል ኣይኮንኩን ተመሪዕኺ ነርኪ ኢኺ?
ተመሪዔ ነይረ እየ ተመርዒና ኣይወለድክን ማለት ድዩ?
ኣይወለድኩን ታይ ኢለ ከወልድ መሊቁ እንድያ ካብ ፅዕነት ዘየድልየኒ ሰብ ኣህ፣ ቆልዓ ከለ ክንደይ ጓል ክንደይ ማለት እዩ? ጓዕታይ ቆልዓ ገይርኒ ጓል ዓሰርተ ትሽዓተ ገለ ዝኸውን እየ ኣሃ እወ ታሽዓይ ክፍሊ ብናይ ቀደም ዓሰርተ ትሽዓተ ኣዝያ እኽልቲ እያ እም። ከለኹ ስድራ መሪዖምኒ እኳ ኢለካ ብስርዓት ተመርዒኺ?

ስራዕ መርዓ ንሕና ብግቡእ ገይርና ኢና እቶም እንዳሓሙ ከኣ ጓሎም ትምርዖ ነይራቶም ምስኡ ሓዊሶም ገይሮምልና እዮም ከም ምግባር የስ ሽዑ ብሓደ ሓደርኩመን
ኣይሓደርናን ሓዊ ምስኡ ኣፀጊዕለይ እሱን ክራር ክሃርም ኣብ ካልእ ሓዲሩ
ክራር ክሃርም ኣብ ካልእ ሓዲሩ እወ ሰለስተ ለይቲ ከምኡ ገይሩ እዩ ቧእ ወላ ሽዑ መዓልቲ ፍፅም
ወላ ኣብቲ ዓዲ እውን ዞባና በበይንና እንዲቲ ዞባና ንሕና ዞባና ኣብዚ ዞባ ማእከል ተኸይላ መርዓ ዳስ እያ ትኣቱ ሓቂ ከምኡ ተፀብየ ገዛ እንዳሒማ ዝበሃል ኣርሒቖም እዮም ንዓይ የእትዮምኒ እሱ ከዓ ኣብ ዘይገድስ ኣብቲ ቁም ነገር ኢኻ ትኣቱ ወዲ ደሓን ፈትሸዮ ወዲ ፈትሸዮ ከም ዘይከውን ርእየዮ ተዓዚበዮ ሓማውተይ መጺኣኒ ኩሉ ርእየዮ ኩነታቱ ርእይ ምስ ኣበልኩ ኣብ ነብሰይ ምቕራብ እውን ኣይብጻሕኩን ሓሚመ ዶ ከምዚ ዶ ለቕጸይጸይ እንተበልኩ ነታ ሰለስተ ሰሙንሲ ብኸመይ ወዲኣትልኩኻ ከይተቓርብና ሓሊፍናያ ተልኩኻስ ምግናን ከይመስለካ ኣብ ከም ምቅርራብ ምስ ድሕሪ ክንደይ ምቕራብ ምስ ጀመረ ሽዑ መሊቖ ማለት እዩ

ኣብታ ተሓጸኹላ ቦታ እንዳ ቤተክርማርያም ትበሃል ጋሽ ባርካ ባሩንት እየ ወሊደ። እወ። እወኒ። ሓወይ ብገባብ ተፋቲሕካ ክትመጽእ ኣለካ። ኢሉ መጺእና ማለት እዩ። ኣበይ ጸኒሐዮ ኣብ ክላስ ይኣቲ። ትምህርቲ እንድያ ትረኣየኒ ሞሊቐ እኮ ኣዕሊለካ ኣብታ ቀዳመይቲ። ባግራውንደይ እኮ እወ፣ ካብ ናይ ህጹነት ትምህርትስ እወ። ሞሊቐሲ ብሕሱም ናህሪ ትምህርቲ ኢለካ ነይረ። እዚታት ሕጂ እንታይ ከይ ሕራይ ድሓር መጺኡኪ?
ድሓር ኣብ ክላሰይ መጺኡኒ። ኣነ ዘዕለልኩም ተማሃሮን መማህራኒ እንዳ ሕሞይ ተማሃር ኢሎምኒ እየ ኢለ።

እዚኣ ኮነ ኢላ ንዓይ እውን ከምኡ ዝበሉኒ ነይሮም እንድዮም እወየስ ክትረክብ ኢኻ እወ። ኣብቲ ፀወታ እዩ ውዕይ ውዕይ ምባለይ እወ ከምዚ ሚዛናዊት ገለ ኣጥሚራ ትሕስብ ገለ ኣይትብለንን ኢኺ ቁም ነገር ዋዒ ብራዋ እዋይ። ሕጂ እንታይ ይብሉኒ እቶም ዓደይ እዚኣ ውዕይቲ ድራይዋ ውዑያ ዋዒ ናይ እዚኣ ቁም ነገር ዘለዎ እዩ ብሓቂ ዝብሉኒ እቶም መተዓቢቲ ዋ እቶም ተኸታተልቲ እውን ኢሎምና እኮ ኬፍ ዘለዋ ሰበይቲ ምስ ሓዉ ጸጊዕኒ ክራር ክሃርም ከይዱ ድያ ኢላቶ ጋዜጠኛ ንምዃን ትሕልፎ ሃላኽ። ኣዝዩ ብርቱዕ ናሪ
ካብ ከተማ ባጸንጋሕቲ ላይ ክስክስ ቀንየ ስለመጣ ብምትሕብባር ህዝቢ መንግስትን ኣብ ከባቢ ብጋሕቲ ላይ ተቖጺ ተሪፉ ኣሎ። ሓይሎም በረቐ እዩ ኣብኣ ከሎ ጣምብጣ ክንብል ከለና ብሓንሳ ኣብ ዝወፍርሉ ግዜ ልዕሊ ሓደ ሚልዮን ሄክታር ከም ዝዕንዉ ጸብጻባት ይገልጹ። ወኪል ኣገልግሎት ዜና ኤርትራ

እስካ ናይ ጓል ገይሮም ኤርትራን ኢትዮጵያን ሶማልን ኣብ ዘካየዱ ደለዉ ስልሳዊ ሽርክነት ኣብ ዕቤት ቀርኒ ኣፍሪቃ ዓብ ለውጢ ከምጽእ ደለዎ ተኽእሎ ኣዝዩ ሰፊሕ ምዃኑ ጸብጻባት ቀርኒ ኣፍሪቃ ሓቢሮምና ወይ ኣርሴማ ኣስመሮም ቅምጥ ኢልካ ኣርሴማ ኣስመሮም መሬት እናጓሃረ ዘየቋርፅ ፍሽኽታ ኢስተረይሲ ተዛራቢት እያ ነይራ ሪለ ሕክያ እዩ ብጣዕሚ እያ ትዛረብ ሕጂ ተመርዓ ምስ ተመርዐወት ፋዘረይ ከዓ ብጣዕሚ ዝፈትዋ ነይሩ እቲ ሰብኣይ ኣጋጣሚ ኮይኑ ካይ የቕጥቅጣ እየ ኩሉ ግዜ እሳ ከዓ ንምሻ ኣሎ ንዓና ከይተሰክፍ ገለ ኢላ ፅቡቕ ኣሎ ገለ መሊኣ ትብል ሕጂ ከምዚ ቀፃሊ ኮ እሱ ከዓ ዲግ ብላ ፅቡቕ ኣለና ዲግ ብላ ፅቡቕ ኣለና ሓደ መዓልቲ ኣጋጣሚ ንገዝኣ ክንኣቱ ካርማ ጸኒዑ ማለት ሕጂ ምስ ኳሕኳሕ ምስ ኣበልና መጽም መጽም ተባሂሉ ውሽጢ ኣትያ ንብዓት ድርዝድር ዛይላ ማራ እዩ መሪርዋ ግን ሽዑ ሽዓ ሓዳሽ ከዓ ኮይናታ ማህረምትን ምምጻናን ምጽ ኢልና ገለ ኮፍ ኢልናስ ናብራ ከመይ ኣሎ ገለ ብላ ኣሎ ፋዘረይሲ እኒሄ ኣለና ኣልኩም መሬት እንዳ ጓሃረ ዘየቋርጽ ፍሽኽታ Ah, euh...
እስከ ንስሓቕ። ሓደ ኣልኮሊዛቶ ከኣስ ብሰንኪ መስተስ ንብረቱን ህይወቱን ስኢኑ ማለት እዩ ኣብቲ ገዙ ብዙሕ ጠራሙ ዝተወደአ ርእዩ ማለት እዩ እምባዕ ኢሉ ብዙሕ ድሕሪ ምሕሳብ ናብ ልቡ ተመሊሱ ስለዚ ብምሉ እዚ ጠራሙስ ክደርብዮ ኣለኒ ኢሉ ሓንቲ ጥርሙዝ ኣልዕል ኣቢሉ ብሰንክኺ ንብረተይን ሃፍተይን ስኢነ ኢሉ ድርቢ ኣቢልዋ ካልኣይቲ ጥርሙዝ ከዓ ኣልዕል ኣቢሉ ብሰንክኺ ኩሉ ናይ ስራሕ ሓሳበይ ዝነበረ ስኢነየ ኢሉ ደርቢ ኣቢሎ ዘይብሉ እዩ ግን ባዶ እዩ ዝድርቢ ዘሎ ሳልሰይ ጥርሙስ ከዓ ኣልዕል ኣቢሉ ብሰንክኺ ምስታ ዘፍቅራ ሰበይተይ ተፋቲሐ ኢሉ ደርቢ ኣቢሎ ሕጂ መበራብዒት ኣልዕል ተበለሲ ምልእቲ ጸኒሓቶ ጥምት ኣቢሉ ንስኻ ንጹህ ኢኻ ትፈልጦ የብልካን በዚ ጉዳይ በዚ ተፈለ ኢሉ ኣቢሉ
ትፈልጦ የብልካን በዚ ጉዳይ

ኖርማል እቲ ዝከባበርዎ ልክዕ ከምቲ ዝከባበርዎ እዮም ቀዲሖም ንሰብ ከርእይወሉ እዮም ዘለዎ
ዋው

ሰዓት ሽዱሽተን ኣርብዓን ሓሙሽተን ደቒቕን ናይ ንግሆ ኣብ ዞባ ማእከል ገጀረት ጥቓ እንዳ ክሻ ተጠቕሊለ ብጨርቂ ተጠቕሊለ ተደርብየ ተረኺበ እትብል ዘላ እዛ ትሪእዋ ዘለኹም ሓፍትና ስእሉ እውን ኣብዚ ኣሎ ስመይ ከምኡውን ስም ኣቦይ ስም ኣቦሓጎይ ብትካል ሚኒስትሪ ዕዮን ማሕበራዊ ድሕነትን ዝተዋህበኒ እዩ እያ ትብል ዘላ ኣብዚ ሕጂ እዋን ካኒ ወለዳ ንክትረክብ እያ ኣብ ማስ ሜድያ መጽያ ዘላ ማለት እዩ ከምቲ ትሪእዎ ዘለኹም ስእላ ከምኡውን ምዚ ጽሑፍ እዚ እዩ ተላኢኽኒ ዘሎ ማለት እዩ ኣቦኣን ኣቦኣን ኣዲኣን ስድራ ቤታን ኣቦይን ኣደይን ስድራ ቤተይን ክፈልጥ ተበጊሰ ኣለኹ ሕጂ ልዕሊ ዝኾነ ይኹን ነገር ሃረር ዝብሎ ዘለኹ እቲ ዝሓለፈ ከም ሕሉፍ ቆጺረ ወለደይን ስድራ ቤተይን ሓቁፍ ስለ ዝኾነ በቲ ኣብ ልዕለይ ዝተፈጸመ ቂም ታይ ይኹን ካልእ ኣብ ውሽጠይ ዝተረፈ ሕማቕ ስምዒት ከም ዘይብለይን ክሕብር ደስ ይብለኒ ትብል ኣላ። ስለዚ ወለደይ ከምኡ ስድራቤተይ ነዚ ዘርዚረዮ ዘለኹ ታሪኸይ ሪኢኹም ጓለይ ኢልኩም ክትሓቑፉኒ ብሃረርታ እጽበየኩም ኣለኹ እያ ትብል ዘላ። ከም ትሪእዎ ዘለኹም ቴሌፎን ቁጽሪ ቴሌፎን ናታ ተቐሚጡ ኣሎ ዜሮ ሸውዓተ ሰብዓን ኣርባዕተን ዓሰርተ ትሽዓተ ኣርባዓን ሸውዓተን ከምኡውን ዜሮ ሸውዓተ ሓምሳን ትሽዓተን ሓምሳን ሰለስተን ሰማንያን ሸውዓተን ሳልሰይቲ ከኣ ዜሮ ሸውዓተ ሓምሳን ክልተን ሰማንያን ሸውዓተን ሓምሳን ሸውዓተን ናይ ብገዛ ቴሌፎን ዒስራ ዒስራን ሸዓተን ዒስራን ኣርባዕተን ማለት እዩ ስለዚ በዚ ትሪእዎ ዘለኹም ኣድራሻ ይረኣየኩም ኣሎ ስለዚ በዚ ትሪእዎ ዘለኹም ቴሌፎን ደው ኢልኩም ብዛዕባ እዛ ጓል ትፈልጥዎ ነገር እንድሕር ሃልዩኩም ክትሕብርዋ በዚ ኣጋጣሚ ምሕፀነኩም ማለት እዩ